መተሓሳሰቢ፣ ኣብ ከተማ መቐለ ይኹን ኣብ ዝተፈላለዩ ከተማታት ትግራይ ቦታ ናይ ምግዛእ እቅድ ለለኩም ሰባት ዕዳጋ መቐለ ብለማሻሽ መሰረት ዝተፈላለዩ ዝሽወጡ ገዛውታት ኣብ ቀረባ ግዜ ይፋ ንገሮም ክህሉ እዮም። ብካሪ መማረፂ ዝተፈላለዩ ዝተሰርሑ ወይ ድማ ኣብ ሂደት ዘለዉ ገዛውቲ ዝተፈላለዩ ናይ ምግዛእ እቅድ ለለኩም ሰባት ኣብ ቀረባ ግዜ ነቕርቦም ፕሮግራማት ክልዩ ስለዚ ስልከይ ኣብ ኮሜንት መጀመርያ ከቕምጠልኩም እየ ወይ ድማ ኣብ ፕሮፋይል ስልኪ ተግንዎ ትኽእሉ ኢኹም ንምግዛእ ድሌት ለለኩም ሰባት ንጥሩሕ መሬት ክኾን ይኽእል ወይ ድማ ኣብ ሂደት ለለ ገዛውቲ እቅድ ለለኩም ክተናገሩ ትኽእሉ ኢኹም ብዋትሳፕ ኢሞ ቴሌግራም ክትረኽቡ ትኽእሉ ኢኹም ይቐኒለይ ሎሚ መዓንቲ ዕለት 13 ወርሒ 6 2017 ዓ ም እዩ ሎማዓንቲ እውን ናይ ቀለም ናይ ግዛ የሕዘልኹ መፅን ኢኹ ስለዚ ናይ ወፃኢ ዓድን ናይ ውሽጥን ዘሎ ኣፈላላይ ክንርኢና ዘሎ ዋግ ኩሉ እና እውን ውሽጢ ገዛ ቀለም ክንደይ ኣሎ ናይ ደገ ኳርቲዝካ ክንደይ ይውድአልና ዝብል ዘሎ ኩሉ ነገር ፀብፃብ ሒዘልኹ መፅን ኢኹ ስሚንቶ እውን ዘሎ ዝወፅሖ ዋጋ ክንርኢና ስለዚ እስካዕ መወዳእታ ምክትታልኩም ይትረስዑ ላይክ ሼር ሰብስክራይብ ተገይርኹምና ንዓይ ዓብዪ ዝኾነ ድጋፍ ስለልህልዮ ኩልኹም ላይክ ሼር ሰብስክራይብ ምግባርኩም ከይትርስዑ ማለት እዩ ብዙሕ ጎግዕ ከብዛሕና ቀጥታ ናብ ፕሮግራምና ንሓሊፍና ከዚ ንቐፅል ስለዚ እውን ኩሉ ግዜ ከም እንገብሮ ብናይ ቴንዲኖ ዋጋ ጀሚርና ናርአና ንኸሊና ማለት እዩ ስለዚ ናይ ቱርኪ ቴንዲኖ ሎማዓንቲ ህንደየም ለሎ ክንርኢ ከለና በዓል ሸሞንተ ሽዱሽተ ሰብዓይ እናትሸጠ ይርከብ

ብባልዲ ኣብ ቀራድ ዘይተቕረሉ ስሜ ባልዲ ልልኹም ንስባት ኔርኩም እዚ ቀጥታ ዝጠየቆ ዋጋ ስለዝኾነ ንባልዲ ስደዱ ሰባት ተዚ ቀቕረሉ ስሜ ኣብ ናጋ ፕሮግራሚ ልሎ ዓርቢ ናብ መወዳእታ ፕሮግራም ሒዝረኹ ክመፅ እያ ስለዚ ናብ ማዓንቲ ክና ቱርኪ ለሎ ዋጋ ብዚኣ ውሰዱ ቀፂለ ድማ ልሕልፈኩም ናብ ምንታይ ተልኹምኒ ናብ ናይ ሲሚንቶ ዋጋ እዩ ሲሚንቶ እንደ ኔኡ ተልኹምኒ ሲሚንቶ ኣብ ናዊ ልመላለስ ኣሎ ሲሚንቶ እውን ካብ ትሽዓንተ ሰማንያ ጀሚሩ እስካብ ትሽዓንተ ቴስዓ ያሉ ዋጋ ክትረኽብዎ ትኽእሉ ኢኹም ልሎ ማእኸላይ ዋጋ እዚ እዩ እስካዕ ትሽዓተ ቲስዓይ እናተሸጠ ይርከብ ዝኸ ሰዓት እውን ትሽዓተ ቲስዓይ እውን እናተሸጠ ይርከብ እዩ ስለዚ ንምግዛእ ናኹም ዝሓሰኹም ሰባት ካባየ ወሲድኹም ምግዛእ ትኽእሉ ኢኹም ናብ ዝሰለልኩም ከተማታት ትግራይ ከብፅሐልኩም ይኽእል ማለት እዩ ስለዚ ዘለዎ ዋጋ ናይ ስሚንቶ እውን እዚ ይመስል ቀፂለ ከዝልሕልፈኩም ናምታ እትልኩምኒ ናብ ናይ ቀለም ዋጋ እዩ ቀለም ከ ክንደይ እኒኦ ልብል ምርኣይ ንቐፅል ማለት እዩ ስለዚ ናይ ቀለም ዋጋ ንርኢ ዘለና ቀለም ናብ ውሽጢ ዓድና እናደገ ዝበሃል ንሸወጠሉ ቦታ እየ ከይደ ነይረ ናብ ውሽጢ ዓዲ ብቻ ይኮነ ከም ካዲስኮ መብዛሕትኡ ግዜ ዝተለመደ ግን ናይ ውፃእ ዓዲ ምጥቃም ሰባት ድሌት ሃሊኩም ሪኮመንድ ልገብርኩም ገዛ እኒኦ ቆንጆ ዝኾነ መሸጢ እዩ ውሽጢ ዓድና ናይ ደገ ቀለም ምስ መማረፂ እዩ ከምትሪእዎ ኣለኹም ናብ ዓዲ ዝኾነ ዝተቐለመ ዲዛይን መማረፂ እኒዎ ብሓሲኹም ብደንቢ እቲ ዓይነት ንገዛ ከጥዕመሉ ይኽእል ዝብል ነገራት ትኽእሉ ንክትውስኑ መርኣዪ እኒዎም ከምዚ ገይሮም ኣዘጋጅዮም እኒኦ ማለት እዩ ስለዚ ከምትሪእዎ ኣለኹም እዚ ኳርቲዙ ናይ ወፃእ ዓድና ናይ ደገ ተባሂሉ ተቐሚጡ እኒኦ እዚ ናይ ትሪእዎ ኣለኹም ናይ ደገ እዩ እዚ ድማ ናይ ውሽጢ ዓዲ ማለት እዩ ስለዚ ቀለምነቱ ብጣዕሚ ኣፈላላይ ኣለዎ እዩ እና እዚ ናደገ ክኾን ተሎ ሻይን ይገብር እዩ ወይ ድማ የንፀባርቕ እዩ ናደገ ክኾን ተሎ ማለት እዩ ስለዚ ዋግኡ ድማ ናዩ ናደገ ኳርቲዝ ንርኢ ተለና እዚኣ እያ እዛ ጎማኣ ጎማኣ እዚኣ ክንደይ ትሸወጥላ ትልኩምኒ ሓሙሽተ ሽሒ ሓሙሽተ ሚእቲ ሓምሳይ ማለት እዩ ንዛ ጎማ እዚኣ ትሸወጠላ ዘላ ዋጋ ብጣዕሚ እዩ ዝገርም ማት ኣብ ገዛና ጌርና ንጥቀሙ ተለና ከዚ ናት ለመደ ይመፅ ኣሎ እዩ ኣብ ቆርቆሮ ለዝተሪእኹም ኖርማል ቆርቆሮ እናተሓደገ ይርከብሎ ከለርፉል ዝኾኑ እዞም ቢጫ ቀይሕ ዝኾኑ ቆርቆሮታት ብዙሕ ሰብ ናተጠቀመ እዩ ከብሎ ሀዚ ላይ ቅዳዊ ቀለም ለና ከምዚ ዓይነት ዲዛይናት መፅኦም ሻይን ገብሩ ከለራት ኣማራፂ መፅኦም እኒኦ ማለት እዩ ከምቲ ደቡ ኣለኹም ብጣዕሚ ነንፀባራ ብኣካል መፅኦም ትሪኡ ሰባት ተሃሊኹም ብጣዕሚ ቆንጆ ዝኾነ ቀለም ይኹ ዝናውሽ ናደገ ኮንተሎ ማለት እዩ ግን ንሽ ዋጉ ክብሪ ኢሉ ናውሽጢ ዓዲ ግን ህንዲ ኔት ልኹም ንኳርቲስ ሀዚ ዝጎማ እዚ ማለት እዩ ንኳርቲስ እንዴት ልኹም እኒኦ ናደገ ዋግኡ ኣብ ዝኸ ሰዓት 2450 እናቸጠ ይርከብ ናይ ውሽጢ ዓዲ ማለት እዩ። ናይ ውሽጢ ዓዲ ክልተ ሽሕ ኣርባዕተ ሚእቲ ሓምሳ እዩ መሸጢ ዋግኡ ይዞ ዝኒኦ ከም እትሪእዎ ኣለኹም እዚ ጎማ እዚ ማለት እዩ። ሕዚ ንውሽጢ ልሕፀብ ቀለም ኸ ክንደይ ንእቲ ኢልኹምኒ ናይ ውሽጢ ገዛ ንጥቀመሉ ቀለም ከምዚኦም ንብሉ ማለት እዩ። ክንደይ ንእቲ ኢልኹም ናይዚኦም ዋጋ ድማ ኣብዚ ኸዚ ሰዓት እናተሸጠሉ ዝርከብ ዋጋ ሓደ ሽሕ ክልተ ሚእቲ ሓምሳ እናተሸጠ ይርከብ ማለት እዩ። እዚ ቀለም ናይ ውሽጢ ገዛ ንጥቀመሉ ቀለም ሓደ ሽሒ ክልተ ሚእቲ ሓምሳ ስለዚ ኣብ ፍኒሽንግ ዝበፃሕኹም ወይ ድማ ኣብ መወዳእታ ደረጃ ዝበፅሕኹም ቀለም ወይ ድማ ንምግዛእ ኣለ ቀሪ ለቆረኹም ኣብ ልስን ኣለኹም ስኻት ናይዚ ነገር እዚ ክጠቕመኩም ይኽእል እየ ብምባል እየ ስለዚ ናይ መኽረ ከካፍለኩም እንተሎ ናብ ውፃ ዓዲ ተጠቕምኹም ቆንጆ እዩ ግን ዓቕምኹም ማተር ዝገብር ትኾይኑ ግን ውሽጢ ዓዲ ለ ምንም ማለት ይኾነ ካብ ዲስኮነ ብጣዕሚ ቆንጆ ዝኾነ ቀለም እዩ መማረፂ ዲዛይን እንተሃልዩኩም ግን እዚ ገዛ እዚ ሪኮመንድ ይገብረኩም ስልኮም ከቕምጠልኩም ያ ኮሜንት ደዊልኩም ክትእዝዎም ትኽእሉ ኢኹም ማለት እዩ ደስ ልብል ኣቕሓ ደስ ልብል ኩሉ ነገር ናይ ንብረት ናይ ቀለም ብፍላይ ትደልዩ ሰባት ኣብዚ ገዛ ዝመፅኹም ምስ ሰብ ሞያ ከራኽቡኹም ይኽእሉ እዮም ንዓለም ዝኾነ ሰራሕተኛ ዘለዎም እዮም ዓብይ ዝኾነ ትካል ስለዝኾነ ስለዚ ምስኦም ተራኽኹም ለለዉ ነገር ኩሉ ክተውግዑ ትኽእሉ ኢኹም ማለት እዩ ስለዚ ለለዉ ዋጋ ገና ናይ ቀለም ዋጋ እዚ ይመስል ከም ጠቕሙኩም ኣይጠራጠሪ ስለዚ ከዚ ቀፂለ ልልፍኩም ድማ ናብ ናይ ሓሸዋ ናፀር ዋጋ እዩ ማለት እዩ ሓሸዋ ኣብዚ ከሰዓት ናሽጡሉ ርከብ ዋጋ ሓሸዋ ንሽ ቅናሽ ገይሩ ኒ ከዝለለ ካብ ኣርባዓይ ሸውዓተ ወሪዱ ናብ ኣርባዓ ኣርባዕተ ኣርባዓ ሓሙሽተ በፂሑ ኒዮ ማለት እዩ ሓሸዋ ኣብዚ ከሰዓት ናሸጡ ንርከብ ንሓሸዋ ተንቤን ትሪእዎ ኣለኹም ዝወዲ ሒዝዎ ኒዮ ብጣዕሚ ቆንጆ ዝኾነ ሓሸዋ ኣብዚ ከሰዓት ኣርባዓ ኣርባዕተ እስከ ኣርባዓ ሓሙሽተ ቅናሽ ገይሩ ኒዮ ከዚ ቀንሱ ይግብኦ ግን ልዕሊ ዋጉ ግን ኣብዚ ከሰዓት እዚ ይመስል ንሓሸዋ ማለት እዩ ፀፀርኻ ክንደይ ኒዮ ትብሉ ተሃሊኹም ድማ ፀፀር ኣብዚ ከሰዓት ካብ ዕስራ ትሽዓተ ሳላሳ ክትረኽቡ ትኽእሉ ኢኹም ማለት እዩ። ፀፀር እውን ፀፀር ላይፍ ትሪኡ ኣለኹም ንመደብ ዝኾን ፀፀር ፍሉይ ፀፀር እቲ ፀሊም ፀፀር ሳላሳ ኣብ ልሉ ዋጋ ኩሉ ክትረኽቡ ትኽእሉ ኢኹም ማለት እዩ። ስለዚ ንኣንሰ ይልከም ናብ መስርሒ ገዛ ኩሉ ኣቑሑ ኣብ ዝኸ ሰዓት ተመስገን ይለብን ብጣዕሚ ሓሪፍ እዩ ክቕንስ ተሎ ብዙሕ ስራሕ ክንቀሳቐስ ይኽእል ኣብ ምስራሕ ትርከቡ ሰባት ለለ ወይ ጠጠው ልልኩም ሰባት ሃልኹም ለለ እቶ ኢልኩም ናብ ምእታይ ስለ ክሓግዘኩም ልኸል ቆንጆ ዝኾነ ዋጋ ሊእኩም ንምጅማር ልሓሰኹም ኣብዚ ሰዓት ለትትጥቀሙ እዚ ዋጋ እዚ ቆንጆ ይመስለኒ ስለዚ ለሎ ናይ ኮንስትራክሽን ኣቋሑ ዋጋ እዚ ይመስል ኣብ ናጋ ግን ናይ ፈርኒቸር ኣቑሑ ዋጋታት ክንደልዮ ኣብ መቐለ ልብል ተመሊሰ ክመፀኩም እዩ ማለት እዩ ፈርኒቸር ኣቑሑ ንምስራሕ ትደልዩ ሶፋ ዓራት ቁምሳጥን ዝተፈላለዩ ኣቑሓታት ምስራሕ ትደልዩ ኣብ ናጋ ፍልይ ለለ ፕሮግራም ሒዘልኹ ክመፅእ እየ ብቻ ንስኹም ላይክ ሼር ሰብስክራይብ ምግባርኩም ኣይትረስዑ። ግን ኣብኡ ዘለኹ ሓደ መልእኽቲ ከመሓላልፍልኩም ደሊ ገዛ ምግዛእ እትደልዩ ከዝለለ ብዙሕ ነገር ይጥያ ኣለኹ እየ ግን ብውሽጢ ተናግሩ ሰባት የለኹም እዩ ምክንያቱ ኣብ ኮሜንትኩም ፅሕፍለይ ኣለኹም ብውሽጢ መስመር ስልከይ ኣብ ፕሮፋይል ኒኩም ወይ ድማ ኣብ ኮሜንት መጀመርያ ፒን ገይረ ከምጠልኹም እዮ ደውሉለይ ሓሪፍ ዝኾነ ገዛውቲ እኒኦ ነፃ ክካሪ ጥሩሕ መሬት ይደልታ ሃሊኹም ብካሊእ መማረፂ ዓቅምኹም ንገሩኒ ብዛ ዓቅምኹም መሰረት ገይረ ክጋዘእኩም ይኽእል እየ ማለት እዩ ስለዚ ኣብዚ ክልተ ሰዓት ሸዋጢ ብዙሕ እኒኦ ገዛኢ ተሳኢኑ እኒኦ ስለዚ ናይዚ ዕድል ዝተጠቀምቲ ኮይንኩም ብባንኪ ተደሊኹም መማረፂ ተሊኹም ካሽ ዘለኩም ሰባት ለና ካሽ ተጠሚኹም ኣብዚ ስለለኩም ከተማ መቐለ ብፍላይ ትኾንኹም ኣብዚ ስለለኩም ቦታ ሰፈር ባዕለይ ከራኸብኩም ይኽእል ማለት እዩ ስለዚ ግዝኡ ከምዚኦም ንሉ ገዛውቲ ቆንጆ ዝኾኑ ገዛውቲ ኣብይ እኒኦ ስለዚ ንምግዛእ ንሓምሶም ሰባት ደው ኢልኹም ክትረኽቡም ትኽእሉ ኢኹም